ሓፍተይ መዓረይ ምሕረት የውርደልኪ እግዚኣብሔር ኣምላክ ናብ ሙሉእ ጥዕናኪ ይመልሰኪ ዝያዳይ። እውነት ኣብ ስዑዲ ዓረብ ግን ክንደይ እሞ እዩ ዘየሓልፍ ዘሎ ክንደይ ክንደይ ክንደይ ብዙሓት ተቐይሮም እዮም ብዙሓት ተለዊጦም እዮም ብርግጽ ግን ከዓ ብዙሓት ኣሕዋትና እውን ወዲኣቶም እያ ስዑዲ ዓረብ ትበሃል ዓዲ ብዙሓት ኣሕዋትና ወዲኣ ወዲኣ እያ ማለት እዩ ፍዖዱ ባሕሪ ድዩ ፍዖዱ በረኻ ድዩ ኣብዚ መፅኤን ክሰርሓ ኢለን ይመፃ ብሰላም ኣትየን ኢልና ተመስገን ኢልና ሓጎስና ከይወዳእና ደሞ ኣብዚ እቲ ካብ ዝተፀበየኡ ላዕሊ ብላዕሊ ክኸውን ከሎ ስራሕ ክበዝሐካ ከሎ ናፍቆት ቤተሰብ ብቻ በቃ ካብ ትፅቢትን ብላዕሊ ክኸውን ከሎ ናብ ጭንቀትን ሕማምን ይኸዳ ብጣዕሚ እዩ ከቢድ ግን ዓዲ ዓረብ ክትበሃል ስዑዲ ዓረብ ክትበሃል ስማ ቀላል ኩሉ ሰብ ዝሃርፋ ምክንያቱም መንገዳ ብእግርኻ ትምፃእ ስለዝኾነት በቃ ኩሉ ሰብ እዩ ዝመፅኣና። ኣነስ ዝገርመን ነገር ሲ እዞም ደላሎ እዩ ምንም ዘይፈልጡ ህፃውንቲ ቆልዑ ሀዚኣስ ህፃን እያ እኒሃ እንታይ ክትሰርሕ እዮም ፅዋ ዝደላላ ኣይፈልጥ እዩ እና ክብራት ኣሕዋተይ ኣብዚ መእተዊ ዝረኽምዋ ሓፍትና ሓይማ ምንም ዓርሳስ ኣይትቆፃፀርን ሓይማ እያ እኒሃ እሞ ኣብ ጀዛን ከባቢ እያ ዘላ ሓፍታ ድማ ኣብርያ ደለታ ማለት እዩ ሐዚ ዝሓፍታ መታወቅያ ዘለዎ ሰብሲ ወይ ናብ ኤምባሲ ዝወስደላ ወይ ከዓ ናብ ባዕላ ዘምፀላ ሰብ እያ ትደሊ ዘላ ማለት እዩ እና እዚ ሓፍታ ናይ ሓፍታ ጭንቀት ናብ ዘይኮነ ነገር ከይድብርያ ንሳ እውን ከይትሓምም ንሳ እውን ናብ ዘይኮነ ቦታ ከይትኣቱሲ ክብራት ኣሕዋተይ ተሓባበርዋ እቲ ሙሉእ ቪድዮ ከእትወልኩም እዮ እሞ ተሓባበርዋ እውነት በተለይ መታወቂያ ዘለኩም ኣብ ስዑዲ ማለት እዩ በረከት ሓወይ ከመይ ውዒልካ ቤዛኻ ቤዛኻ በቃ ተቸገረለይ ዝሓወይ ሓፍተይ ኒኣትኒ ኣብ ዓርሽ ጅዛን ኒኣ ኣብ ስዑዲ ዓረብ ልሓመመትስ ወይ እዞም ሰብ ኢቃማ ሕጋውያን ልኾኑ በቃ ከተሓዋወሩኒ ወይ ናብ ባዕለይ ኣነ ለለኹዎ ውርያ ድየ እሳ ዘላቶ ብድሕሪት ተውጅዛኒ እዩ እና በቃ ካብ ዓቕመይ ብላዕሊ ኮይኑ እና በቃ ወይ ናባየይ ክሰዱለይ ብታክሲ ወይ ከዓ ኣብኡ ናብ ኣምባሲ ልወስደለይ ሰብ ስኢነ በቃ ሓደራኻ ዝሓወይ ተሓባበረኒ።
እዚ ቪድዮ እዚ እንዲያውም ቆሪፀ እየ ኣምፂኤዮ ጠጥዑ ማለት እዩ ኣብ መሬት ተደብርያ እግራ ኣሲረንኣ ኢዳ ንድሕሪት ኣሲረንኣ ደሞ ኣሎ እቲ ቪድዮ ኣብ ናይ በረከት ሚዳ ሪኢኹምዎ ትኾኑ ተስፋ ይገብር ማለት እዩ ኣነ ግን ቋሪፀ የምፅኤዮ ዩቲብ እንትን ከይብለኒ ማለት እዩ እና ክብራት ኣሕዋተይ ሓፍታ ደሞ ብጣዕሚ ኣብ ጭንቀት እያ ዝኒሃ ሓፍታ ከምዚ ኮይና ክትሪኣ ከላ ሕሰብዎ እንታይ ዓይነት ሕማም ከም ዘሕድረልካ እንታይ ዓይነት ጭንቀት ከም ዘምፀልካ ሕሰብዎና ከምዚ ሓፍታ ንሳ እውን ከይትጭነቕ ሓደ ነገር ከይትኾነና ሲ ንሓፍታ ዝተሓባበሩላ ማለት እዩ ኣብ ጂዛን እያ ዘላ ከምቲ ኣብቲ ሪከር ዝሰማዕኹምዎ እና ተኸኢልኩም ማለት ያው ናብ ርያድ ተምጻኹማሲ ዋላ ሓንቲ ዝሮ ዝሮ ዓዲ ክትከይድ እዩ ጽቡቕ ዓዲ ካይዳ መንጨለ ተሓጺባ ምሕረት ብቻ ምሕረት የውርደለ ፈጣሪ ብጣዕሚ የኸቢር ትረአ ከላ ደሞ ብጣዕሚ ህፃን ቆልዓ እያ ማለት እዩ እና ክብራት ኣሕዋተይ መጀመርያ ካብ ዓዲ ሐዚ ሓፍታ እንድሕር ኣሊኣታ ኣብ ስዑዲ ሲ ባዕላ ኣምፂኣታ እኒሃ ማለት እዩ ካብ ዓዲ ክትሪእዋ ከለኹም ደሞ ህፃን እያ ብዙሕ ነገር ትፃወረስ ትፃወረስ ኤኾነት እዩ ማለት እዩ ኣብ እንዳ ዓዲ ዓረብ ከብዚ ሐዚ ግዜ ስራሕ የለይ ምስ ስራሕ ዘይምህላው ደሞ ዝረኸብክኖ ስራሕ ክኣትዋ ከለኽን ስራሕ ይበዝሐክን እዚ ዓዲ ሰብ ናይዚ ዓዲ ሰብ ኩለን ፀርፂሩ እዩ በቃ ኑሮ ከቢሩ እዩ ብቲን ብቲን ክደፋፍእኹም ከለው ዘይኮነ ጭንቀት ክንተምፃ እና ክብራት ኣሕዋተይ ቤዛኻት ግን ዓርስኽን ሓልዋ ምን ግዜ እኮ ገንዘብ ሃለወ ሃፍቲ ሃለወ ምን ሃለወ ምን ሃለወ ንስኻትክን ክትህልዋ ከለኽን ኢኽን ትስራሕ ተኺእልክንኦ እንድሕር ናይቶም ሰባት ጸባይ ዳሕና እንድሕር ኮይኑ ምስራሕ ኣይኮነን ደሞ ካባኻትክን ዝበልጽ ሰብ ካባኻትክን ዝበልጽ ነገር ስለዘየለ ገዲፍክንኦ ምኻድ በቃ ልዕሊ ኣእምሮኽን ዝኾነሲ ኣይትጨነቓ ኩሉ ነገር ምስ ፈጣረስ ግደፍኦ ማለት እዩ። ከምዚ ዓይነት ነገር ብዙሕ እዩ ዘጋጥም ክንደይ እሞ ሓው ዘይብለን ጠያቂ ዘይብለን ዘመድ ዘይብለን ከም ዘቢሉ ዝቐርፀን ቀሪፁ ሶሻል ሚዲያ ሼር ዝበለን እሞ ሰብ ዝሕግዘን ዝሰኣና እውን ኣለዋ እዩ ነበረኻ ዝተደብረያ ብዙሕ ነገር ኣሎ እዚኣ እሞ ሓፍታ ስለ ዘለታ ሓግዙኒ ትብለላ እና ሓግዝዋ ብዝተኻለኩም መጠን እና ክብራት ኣሕዋተይ በይዛኻትክን ተጠንቀቓ ማለት እዩ እና ካብ ኩሉ ብላዕሊ ደሞ ብባሕርስ ኣይትምፃእ ብባሕሪ ሐዚ ምምፃእ ማለት ብጣዕሚ ኪሳራ እዩ ቀዳማይ ነገር ብዙሕ ገንዘብ ኢኽን ትኸፍላ ልዕሊ ዓሰርተ ሽሕ ሪያል ካብ ዓሰርተ ሓሙሽተ ሽሕ ሪያል ኢኽን ትኸፍላ ዓሰርተ ሓሙሽተ ሽሕ ሪያል ማለት ዓሰርተ ሽሕ ሪያል ማለት ብጣዕሚ እዩ ብዙሕ ልዕሊ ሽዱሽተ ሚእቲ ሽሕስ ክኸውን እዩ ኣብዚ ሕዚ ግዜ ማለት እዩ እና ብሕጋዊ ፓስፖርት ተውፂኽን ናይ ዓዲ ዓረብ እንትን ትምህርቲ ኣለዎ እዩ ሲኦሲኽን ተፈቲንክን ቪዛኽን እስካዕ ዝመፀልክን ተፀቢኽን ብሕጋዊ ተትመፃ ይመረፅ ምክንያቱም ብዘይ ሕጋዊ መፂኻ ኣብዚ ኣብዚ ዓዲ መጺኻ እውን ገዛ ኽራይ እኒሀ እዩ፣ ቀለብ እኒሀ እዩ፣ ቀለብ ሕዚ ኩሉ ነገር እዩ ከቢሩ፣ ቲማቲም ሽጉርቲ ንኪሎ ክንደይ እኒሀ፣ እውነት ሓቀይ እየ እኮ እናሲ መፂኡ ኣብዚ መፂእኽን ዝሽፍነልክን ሰብ ክትስእና ትረኽባ ማቴ ዝሽፍነልክን ሰብሲ ክትስእና ትኽእላ ኢኽን ምክንያቱም ስራሕ የለይ መብዛሕትኦ ሰብ ኮፍ ኢሉ እዩ እኒሆ ዋላ እቲ ቤተሰበይ ክኾነኒ እዩ ዝበልኩ ነእሲ ፈትዩኻ ይኾነስ ስራሕ የለን በቃ ገንዘብ እንድሕር ዘይብለስ ካበይ ተምፃእ? ስለዚ ንሱ ንሱ ከጨናንቐክን ስለ ዝኽእል ስራሕ እውን የለን። ንኣብነት መፂኻስ ብሽሕ ቅርሺ ኢኻ ትሰርሕ እስካብ ቋንቋ ትፈልጥ ቋንቋ ፈሊጥካ ስራሕ ፈሊጥካ እውን ምፀናሕኻ ስራሕ ስለ ዘየለ ብሽሕን ሰለስትን ብሽሕን ሓሙሽትን ይሰርሐለ ሰብ እና ብሕጋዊ ግን ብሕጋዊ ማለት እዩ ወላ ምንም ኣይትፍለጣ እስካብ ሽሕን ክልተን ትክፈላ ኢኪ ማዓት ሓደሽቲ ዝመጻ እኒዋ ብሽሕ ቅርሺ ውን ዝመጻ ኣለዋ ብሽሕን ክልተን ዝመጻ ውን ኣለዋ በርግጽ ግን ከም ቢሩኡ ይፍለ እዩ ዳሓን ዋላ ሽሕ ቅርሺ ውን እክል እዩ ብሽሕን ክልተን ውን ኣሎ ማለት እዩ ቢሩኡስ ይፈላለ እዩና ብሕጋዊ ሽሕን ክልተን ማለት ምንም ዜሮ ሓሙሽተ ሳንቲም ወጻኢ የብልክንን ታዘላ ገንዘብ ሴብ ምግባር እያ ናይ ቅብኣት ይተውጻን ናይ ክዳን ይተውጻን ናይ ትራን ምን ነገር ናይ ገዛ ክራይ ይተውጻን ናይ ቀለብ ይተውጻን ብጣዕሚ ቆንጆ ብሕጋዊ ምምጻእ ክትመጻ ከለክን ደሞ ናይ ፓስፖርት ቢያንስ እስካብ ሽዱሽተ ወርሒ ተኾይኑ ሓሙሽተ ሽሕ ብኣሸኳል ተኾይኑ ደሞ ኣብ ወርሒ ወይ ኣብ ሰሙንት እንድሕር ተውፅኦ ደሞ ዒስራ ሰላሳ ሽሕ ሓምሳ ሽሕ እውን ኣሎ ዝሮ ዝሮ እቲ ብባሕሪ ትመፅኦ እሲ ፓስፖርትኽን ቶሎ ኣውፂእኽን ብሕጋዊ ትመፃ ኢኽን እዛ ናይ ሲኦሲ ፈተና ወረቐት ተሊኣትክን በተለይ ደሞ ከምዚ ጎበዛት ኣክቲቫት ተኾይንክን ቆልዓ ኣትሕዛ ፅሬት ብደንቢ ትኽእላ ተኾይንክን እቲ ቢሮ ሰብ ስለ ዝመርፅ ደሞ ናታትክን ፍጥነት ሪኡ ኣብ ሰሙን እውን ቪዛ ክልእኸልክን ይኽእል እዩ። ሓንቲ ጓል ዓዲ የላ ኣብ ክልተ ሰሙን እዩ ቪዛ መፂላ ኣጠቓላይ ሰብዓ ሽሕ ከፊላ መፂኣ ብባሕሪ ግን ከባቢ ሓደ ሚልዮን ኢኽን ከፊልክን ትመፅኣ ዘለኽን ኣብዚ መፂኻ ደሞ ገዛ ኸራይ ኣሎ ቀለብ ኣሎ ንሱ ወዲ ንሱ ደሞ ጭንቀት ይድርበልክን ኣሎ ትሓማ ኣለኽን እና ብሕጋዊ ክትመፃ በዚ ኣጋጣሚ ይላበወክን። ኣጋጣሚ ብዝኾነ ነገር ደሞ ከይዓጽውዎ ብባሕሪ ካብ ትመጻ ብሕጋዊኽን ፕሮሰስክን ጀምራ ፓስፖርት ኣብ ሽዱሽተ ወርሒ ኣብ ሽዱሽ ኣብ ሸውዓተ ወርሒ እንድዩ መዓስ ክበጽሐለይ ምናምን ኣይትበላ እቲ ንብባሕሪ ዝሓሰብክኖ ቅርሺ ብኣሸኳል ኣብ ሰሙን እውን ይወጽእ እዩ ተበዚሐ ሓምሳ ቅርሺ ሰላሳ ሽሕ እያ ቀስ ኢልክን ተውጻእቲ ኮይንክን ድማ ሓሙሽተ ሽሕ ቅርሺ ማለት እዩ እና ከምዚ ጌርክን ፕሮሰስክን ወዲእክን ንዕነ ብሕጋዊ ተኮይንክን ምንም ዓይነት ጭንቅስ የብልክን